መዳቕሶና ንፈትሽ። ኣንሶላታትኩም ፈትሹ። ሞባይልኩምን ኮምፒተራትኩምን ከኣ ንእግረ መንገድኹም ደሃይ ግበሩ። ኣብኡ እንዲ ዘሎ እቲ ጉድ እዚ ሎሚ ሎሚ ናይዚ እዋን ሃታ ሃታ ግዲ ኮይኑ ብርዐይ ኣብ ሰሙን ሓንቲ መዓልቲ ክትነዝዕ ዝኣዘዝኩዋ መዓልታዊ እናነዝዐት ኣሸጊራትኒ ብሰንኪ እዚ ኣይሰላማይ ኩናት ከኣ ሓኪም ብቐረባ ዘይርከብ ጽሑፍ ድርብርብ ተይልኩም መሪጽኩም ስምዕዎ እቶም ሕፅር ዝበለ ትፈትዉ ብቐይሕ ንጽሕፈልኩም ኢና ንምፍላዩ ክጥዕመኩም ኣብ ዓዲ እንግሊዝ ሎም መዓልቲ ሓንሳብ ጽላልካ ምዝርጋሕ ጽንሕ ኢልካ ናይ ፀሓይ ኳለ ገጥ ተብለሉ ኣጋጣሚ እዩ ዘሎ ንግረ መንገድኹም ከዓ እታ ኣብ ሓደ ሰዓት ሰለስተ ወቕቲ ካብ ኣስመራ ንባፅዕ ዘላ መንገዲ ዘክርዋ ብርዕና ጽላል ክንገብረላ ምሃንሳብ ሕጂ ቀጽሉ ምስማዕ ግን ኣነስ ካብ ቤት ትምህርቲ ወጻኢ ዝወሃብ ትምህርቲ ካብቲ ብስሩዕ ዝወሃብ ዝበርትዐ ዶ ስለ ዘለዎ ከይቀትለኩም ጥንቅቕ ዶ ኣብ ኣስመራ ቴክኒካል እንዳተማሃርና ሓደ መምህርና ኣብ ቲቲኣይ ወይ ካብ መምህራን መሰልጠኒ ተማሃሮይ ዝነበሩ እናለ ዘዕልለና ዝነበረ መምህራን ምስ ኮኑ ዘፍረይዎም ከመይ መስለኩም እስከ ንገሩና ክንድዚ ዝኸውን ብዘይ መምህራን ዝተማሃረ ህዝቢ ክህሉ ኣይክእልን እዩ መቸም ምዃን ሎሚ ቀሺ ኮፍ ኢሉ ዛቑናይ ዝቕድሰሉ ግምጥልሽ ዝተሰፈየ ዋን እንድዩ መምህር ዘይኮነስ ተመሃራይ እዩ ዝበህር እቶም መምሃራና ኣብዚ ማሕበራዊ መራኸብታት ኣበየናይ ቤት ትምህርቲ ዝተምሃሩ እዮም ዶስ ብልምዲ እውን ምምህርናውን ይከኣል እዩ ሓደ ዓርከይ ኣሎ እስከ ዘይዘርጠብጠብ ዝብል ዘረባታት ግደፎ ስለ ዝብለኒ ከይተሰአ ከሎ ከም ኣመለይ ዘርጠብጠብ ከብሎ ዘንቃላተይ ደሓር ምስ ተሰአ እንተንበቦ ደሓር ይቕሬታ ሓቶ ነቶም ሰማዕቲ ግን ኣነ እኳ ዝስምዓኒ እምበር ዝስምዓኩም ክሕንጥጥ ኣይክእል እየ ስምዒታትና ተተራኺቦ ግን ብሓንሳብ ንሰራሰር ብሓሳብ ተተፋቲሕና እውን ዝጸላእ ኣይኮነን። ኣብ ፍልልይ ሓሳባት ጽባቐ ኣሎ። እቲ ዓቕለይ ተዘይተጸንቂቓ ማለት እዩ። ምትዕርራይና ሓረጋትን ምውሳኽ እውን እናተመላለስኩ ገብር እየ። ምልስ ተይልኩም ዝተቐየረ እንተረኺብኩም ኣይትሰንብዱ። ተጻወቲ ምቅይያሩ ንቡር እዩ። ኣብቲ ዑብ ዝብል ዶሮና ህውታትን ዕሽነትን ጥራሕ ንእለ። እቲ ጸላእትኹም ዝውዕሉሉን ዝሓድሩሉን ኣዳራሻት ንስኹም ስለ ተኽዱዱሉ ንኣኹም ኢልና ምንቃፍ ተሰኪፍና በጃኹም እባ ካብ ውጹ ጸላእትኹም ክንነቅፎም ደሪብና በለና እንተኢልኩም ከኣ ንገሩና ጸላእትኹም ዝውዕሉሉን ዝሓድሩሉን ብኸመይ ትፈልጡ መንከ ይነግረኩም ኣብ ዓድና ዘሎ ነገራት ርዱ እዩ መፍትሒ ክትደሊ ምስ መን ተራኸብ ደንጎላ ዝድርቢ ጥራሕ ድዩ ጸላኢኻ እቲ ብምቁር ቃላቱን ዓጽር ትንፋስካ ዘሕጽርከ ብሓጺሩ ኣበየናይ ኣዳራሻት ትውዕልን ትሓድርን ኣለኻ? መን እዩ ከዝምህረካ ዘሎ? ኣብቲ መሰልጠኒ መማህራን ዝወሃብ ናይ መምህር ዝኸውን ንብቕዓት ዝምርምር ፍልጠት ሰኒቑ ድዩ ወይስ ኣብ ፌስቡክ እዩ ክልተ ዲግሪ ሰቒሉ መላሓሱ ነጊሱ ኣይ ግዜ እንዲ ዝብድለና ዘሎ ሓፂር እንተበርኩስ ተደቢሩ ስዕሰ ኮይኑ ኣብቲ ሰዓስዒት ቅድሚ ስብራ ምስ መን ትስዕስዕ ኣለኻ ኣዋድቓ እግሩን መንኩቡ እንተዘይስተብሂልካ ምስቲ ህርመ እንተዘይተሳኒኻ በይንኻ ክትዘልል ክትብል ጽሉል ከይብሉኻ ጥንቀቕ በል ጽሉል ምስ ተጠመቅካ መላሲ የብላ ሓሳብ ከይውሕደሉ ይኮነን ኣራሪኹም ተረድዎ ግን መሰዓሰዕትኹም ረኣዩ ካብቲ ቅኒት ወፃኢ ምስዕሳዕ ጽሉዕ ስለ ዘብል ኣበይ ዲኹም ትነብሩ ዘለኹም ዶም በርከት ስደት ምዃኑ ይርዳእኩም ኣሎ እንታይ ደኣ ኣሳሕፊሕኹም እባ ኣነስ ይገርመኒ እዩ ኣራጢጥኩም እንዳወዓልኩም ሓሳባቶም ከምዚ ናይ ሕፃን ኣድዩ ሓይኻ ተብልዖ ሓሲቦምን ኣሰላሲሎምን ዝምግብኹም ትጽበዩ ኸ እባ ብዙሃት ኣለኹም መን እዩ መምህር መን እዩ ተመሃራይ መዐየሪ ከ ኣለኩም ዶ? ጫውጫውታ እንዲ በዚሑ ብሰለስተ መስመር ወይ ብድምፂ ዝተቐድሐ ብምስሊ ዝተቀናበረ እምበር ብጽሑፍ ሲመን ከንብቦ ሸረር ኣቢልካ ምርኣይ ምስ ነዋሃትካ ኣይደሓር ከንብባ እናበልካ ዘስከርካየ ካብቲ በዓቲ ተሓቢእካሉ ዘለኻ ተውፅኣካ ኔራ ትኸውን መን እፈልጥ ግን ክንደይ ደየስገርካ ልምድኻ ነቲ ብድምጺ ዝተቐድሐን ዝተቐናበረ ምስልታት ዘለዎ እምበር ነቲ ካብ ኣንጎ ኣእምሮ ዝፈልፍል ጽሕፈትሲ ጓና እዩ በል ደሓር ከም ድላይካ ክንገብሮ ኣሕፅር ኣቢልና ጠስምን ስምን ፍለ ዝዓይነቱ ክንገብራ ብዝኾነ እዚ እዋን ብሓበሬታ ዝዘቕበበሉ እዋን እዩ ኣይ ናይ ሓበሬታ ትምገብ ግን ናትካ እምበር ናተይ ውሳነ ኣይኮነን። ከምኡውን መዓርን ሰንፈፍን ምፍላይ ንኹሉ ተደርጎንካዮ ግን ንኸብዲ ይጭነቆ ንኣእምሮ ዝብል መልሓስ እዩ። የግዳስ ሎሚ ሎሚ ብኸብድን ኣእምሮን ዝከፈላለሉ ዘይከኣል እዋን ኮይኑ ንፋስ ፊጥ ፊጥ እናለ እዝንና ገው ክሳብ ዝብለና ገይርና ክንደይ ሰብ ከኣ ብኡ ትስዕስዕ ኣላ። ወይለይ እቲ ንፋስ እውን ዶ ሙዚቃ ኮይኑ ይስምዓኩም ኣሎ። ንዑባ ንፋስን ሙዚቃን ፈላልይዎ። ክንምለስ ካብቲ ትውዕልዎን ተሓድሮን ኣዳራሻት ግን ውፅእ ደኣ በሉ። ካብኡ ዘዝወፅ ሓቒፍና ክንስዕሞ ንዳሎ ኣለና። ንድኽነት ኣይትባሃግዋ። ድኽነት ናይ ገንዘብ ጥራሕ ግን ኣይኮነን። እቲ ዝኸፈእስ ቃል እዩ። ብዝኾነ ዓጽረ ትንፋስ ዝገብረልኩም ዘሎ ኮረና ኣይኮነ ኣተሓሳሰባኹም እዩ። ኣበይ ኬድና ኣተሓሳሰባና ተጽሪት ተዘይፈሊጥኩም ሰባት ተወከሱ። ነቶም ናይ ብሓቂ መምሃራን ህይወት ክትረኽብዎም ኢኹም። ሽዑ ከም ልብኹም ተተንፍሱ፣ ክሳብ ሽዑ ግን ብዝተበከለ ንፋሳት ጎረሮኹም ክዕጾ፣ ኣፍንጫኹም ክልኮት እናተሰማዓኩም ምንባርኩም ክሽሕክር እዩ። በሉ ይኣኽለኒ ብዙሕ ኮይኑ ዝበሃል ካብቲ ዘርጠብጠብ ዝበለ ዝጥዕመኩም ውሰዱ። እቲ ዘየድሊ ከይትንገሩኒ እምበር ጓሓፍዎ።